ሰላም ሰላም ኩራ ተካተልቲ ከመይ ቀኒኩም ኣብ ዘለኩሞ ሰላም ክትህልዉ በዓል ምሉእ ተስፋ እየ እምበኣርከስ ሎሚ ከዓ ከም ኩሉ ግዜ ሓንቲ ሓጋዚትን መሃሪትን ዝበልክዋ ቪድዮ እየ ሒዘ መፅየ ዘለኩ ንሳ ከዓ እንታያ ሞባይልና ኤንድሮይድ ዝኮነት ሞባይል ከም በዓል ሳምሱንግ ከም በዓል ኦፖ ወይ ካልእ ዓይነት ሞባይል ማለት እዩ እቲ ኮድ ናይ ሞባይልና እንተ ርሲዕናዮ እቲ መጀመርያ ዝገበርናዮ ኣብ ስክሪን ጠዊቕና ንኸፍቶ ዝነበርና ኮድ ናይ ስክሪን ወይ ድማ እቲ ፓስወርድ ማለት እዩ እንተ ርሲዕናዮ ከመይ ጌርና እንደገና ንኸፍታ ትብል ሕቶ ኢና ክንርኢ ብዛ ቪድዮ መብዛሕትአን ኤንድሮይድ ዝኾና ሞባይል ማለት እዩ ከም በዓል ኦፖ ትኾን ሶኒ ዋላ ሳምሱንግ ዋላ ካልእ ዓይነት ሞባይላት እቲ መስርሕ ዳርጋ ሓደ ዓይነት እዩ ስለዚ ኣብዛ ቪድዮ ኣብ ኣንድሮይድ ዝኾና ሞባይላት እዘን ኣቐዲመ ዝጠቕስክወን ሞዴላት ኢና ክንርኢ ማለት እዩ እንተ ኣብ ናይ ኣይፎን ሞባይል ከዓ እንተ ደሊኹም ኣብ ዝመፅእ ቪድዮ ክሰርሕ ስለ ዝኾንኩ እቶም ተጠቀምቲ ኣይፎን ሳብስክራይብ ጌርኩም ፅንሑ ኣብ ዝመፅእ ቪድዮ መታን ክትከታተሉ ማለት እዩ እንተ እታ ቴሌፎንኩም ሳምሱንግ ወይ ከዓ ዘና ቀዲመ ዝጠቐስክወን ሞዴላት እንተ ኮይና ግን እዛ ቪድዮ ንተጠቀምቲ ኣንድሮይድ ስለ ዝኾነት ካብ መጀመርያ ክሳብ መወዳእታ ምሳይ ሓቢርኩም ተኸታተሉ እሞ ካብትያ ተዓፅያታ ዘላ ክሳብትያ ናይ ተኸፊታ ከምትያ ናይ መጀመርያ ኖርማል ንክንጥቀመላ ሬጅ ዝነበረት ከምኣ ክንገብራ ኢና ማለት እዩ ካብ መጀመርያ ክሳብ መወዳእታ ሓንቲ ስቴፕ ከይሰገርኩም እንተ እዛ ቪድዮ ጠጠው እንዳበልኩም ዲኹም ወይ ምሳይ እቲ ኣነ ብዚ ቪድዮ ዝገብሮ ዘለኹ እንዳገበርኩሞ እንተደኣ ከይድኩም ኣብ መወዳእታ ናይዛ ቪድዮ እቲኣ ተዓጽያ ዘላ ሞባይልኩም ክትክፈት እያ ማለት እዩ ልክዕ ከምዛ ኣብዛ ኢዲ ሒዝያ ዘለኹ ማለት እዩ ዝኾነ ነገር ቅድሚ ምጅማርና ግን ኣገደስቲ ነገራት ክንፈልጦም ዘለና ኣለዉ ንሶም ከዓ እንታይ እዮም እቲ ኣቕዳሚቲ እዚ ሕጂ ንገብሮ ፕሮሰስ ናይ ሪሰት ፕሮሰስ ማለት እዩ ብምልኡ ኣብዛ ሞባይል ዘሎ ስእልታት ይኹን ዋላ ቪድዮታት ኩሉ ዳታ ኣብዛ ሞባይል ዘሎ ክድምስሶ እዩ ስለዚ ኣቕዲምና ክንፈልጦ ዘለና እዚ ዝኾነ ነገር ኣብዛ ሞባይል ዘሎ ነገር ከም በዓል ቪድዮ ስእሊ ኮንታክት ካልእ ይኹን ወይ ዝኾነ ገደስ ዶኩመንታት ወይ ኣፕሊኬሽናት ዘሎ ኩሉ ክድምሰስ እዩ ስለዚ እዚ ክድምሰስ ምዃኑ ኣቐዲምና ክንርዳእ ኣለና እንተ ክድምሰሰና ዘይደለናዮ ነገር ወይ ክጠፍኣና ዘይደለናዮ ነገር እተ ኣሎ ኮይኑ ብዝተካለ መጠን እቲ ኮድ ክንዝክሮ ክንፍትን ኣለና ማለት እዩ ካልይ ኣገዳሲ ክንፈልጦ ዘለና ቅድሚ ምዚ ፕሮሰስ ዝምጅማርና ከዓ እንታይ ኣሎ እቲ ነዛ ሞባይል መጀመርያ ክንከፍታ ከለና ዝተጠቐምናሉ ጂሜል ወይ ድማ እቲ ጉግል ኣካውንት ክንዝክሮ ኣለና ምስ ፓስወርድ ማለት እዩ ስለዚ በርከስ ምስ ከፈትናያ ድሓር እዚ ሪሰት ምስ ገበርናያ እቲ ሰት ኣብ እንዳኸፈትና ይኸልና እንታይ ክትብለና እያ እቲ ወይቲ ኮድካ ምልኣዩ ወይ ድማ በቲ ጂሜል ወይ ድማ እቲ ጉግል ኣካውንት ነዚኣ ክትከፍታ ከለኻ ነዛ ሞባይል ክንከፍታ ከለና ዝተጠቐምናሉ ምስ ኮዱ ማለት እዩ ክንባ ኣለና እንተዘይኮይኑ እሱ ዋላ ብሎክ ስለ ዝገብረና ክንሓልፎ ንኽእል ኢና ማለት እዩ ስለዚ እዘን ክልተ ኣገደስቲ ነጥብታት ክንፈልጠና ኣለና ቅድሚ ምጅማርና እታ ቀዳመይቲ እንታይ እያ? እቲ ኩሉ ዓይነት ዳታ ኣብዛ ሞባይል ዘሎ ክጠፍእ ምዃኑ ክንፈልጥ ኣለና። ከም ብሓድሽ ከምታ ካብ ክንገዝኣ ከለና ካብ መጀመርያ ጥራያ ኮይና ዝመጸትና ባዕልና ዝኸፈትናያ ልክዕ ናብኣ እያ ክትመለስ ማለት እዩ። ስለዚ ኩሉ ዓይነት ዳታ ወይ ኩሉ ዓይነት ኣብ ውሽጣ ዘሎ ስእሊ ይኹን ቪድዮ ይኹን ዋላ እቲ ኣፕሊኬሽናት ይኹን ወይ እቲ ዶኩመንት ይኹን ክጠፍእ ምዃኑ ክንፈልጥ ኣለና። ኻልኣይ ነገር ከኣ እንታይ ኣሎ እቲ ናትና ጉግል ኣካውንት ወይ ድማ እቲ ጂሜል ኣካውንት ክንከፍታ ኸለና ተጠቐምናሉ ክንፈልጦ ኣለና እቲ ጂሜል እቲ ፓስወርድ ናቱን ማለት እዩ ብመገዱ ጌርና ክንከፍታ ስለ ዝኾንና ስለዚ ዘን ክልቲኤ እዚኤን ተደኣሌናና ክንጅምር ንኽእል ኢና ማለት እዩ እምበኣር ኣብዛ ቪድዮ ከም ንሪኦ ዘለና ኣነ ዝጥቀመላ ዘለኹ ሞባይል ሳምሱንግ ኤሲክስ ዝዓይነታ ወይ ድማ ኤሲክስ ሞዴል ዝጥቀም ዘለኹ ስለዚ ዳርጋ ናይ ሳምሱንግ እኳ እቲ መስርሕ ዳርጋ ናይ ኩለን ዓይነት ሞዴል ኩሉ ሓደ እዩ ወላ ናይተን ካልእ ዓይነት ሞዴል ዜና ቀዲመ ዝበልክዎን ከም በዓል ኦፖ ኤንድሮይድ ጥራይ ይኹና እምበር እቲ መስርሕ ዳርጋ ሓደ እዩ ስለዚ እቲ እዚኣ ንሪኦ ኣብ ካልእ እውን ክንጥቀመሉ ንኽእል ኢና ማለት እዩ እንተ ደኣ ሞባይልኩም ካልእ ኮይና እሞ ከዓ እዚ ምስራሕ ተኣብይኩም ኣብ ኮሜንት ንገሩኒ ኢኹም እንታይ ዓይነት ሞባይል ከላይ ምዃና ስፔሻሊ ንዓኹም ዝኾነ ነገር ከመይ ጌርኩም ንዑ ከም ትገብርዎ ክሕግዘኩም እዩ ማለት እዩ ስለዚ ከም ንሪኦ ዘለና እዚ ኮድ ብዙሕ ግዜ ፈቲነ ኣብኒ ማለት እዩ ኣይፈለጥክዎን ስለዚ እንታይ ደኣ ክገብር ኣለኒ ሪሰት ክገብር ኣለኒ ማለት እዩ ናብቲ ናይ ፋብሪክ ሸቲን ማለት እዩ ከምቲ መጀመርያ ክትግዛእ ከላ ዝነበረቶ ናብኡ እያ ክመልሳ ማለት እዩ ስለዚ ኣብዛ ሞዴል እዚኣ እንታይ ክገብር እቲያ ናይ ፓወር ማለት እታ ሞባይልና ንውላዕ ኣላ ነጥፋ ኣላ እታ ናይ ፓወር በተን ሻሎ ጥውቕ ኣቢልና ንውላዕ ኣላ ብኣገና ድማ ፀልመት ነብላ ኣብኣን እቲያ ናይ ድምፂ መታሕቲት ካብተን በዚ ፀጋም ሸነኽ ዘለዋ ናይ ክልተ መጠወቒ ማለት እዩ እቲኣ ሓንቲ ድምፂ ንውስኻላ እቲ ሓንቲ ነትሕተላ ዘላ እታ ናይ መታሕቲ ድምፂ ምስቲያ ናይ ፓወር በተን ንውላዓላ ነጥፋኣላ ብሓደ ግዜ ማለት እዩ ክልቲኤን ብሓንሳብ ክትውቃን ማለት እዩ ክልቲኤን ብሓንሳብ ንጥውቃን ማለት እዩ ከም ንሪኦ ዘለና ብሓንሳብ ክኸውን ኣለዎ ማለት እዩ ጠዊቕናየን ትም ክንብል ኣለና ንቑሩብ ግዜ ማለት እዩ ከም ንሪኦ ዘለና ንዓይ እንታይ ኮይና ኣለና ቁሩብ ስለ ዝደንጉኹ ኣብቲ ምቅያር ስለ ዝደንጉኹ ሪስታርት ገይራኡ ከላ ማለት እዩ ስለዚ ከምዚ ኮነት ንሕና ደልናዮ ዘለና ግን ንክልቲኤን ፀቂጥናየን ትም ንብል እሞ ድሕሪኡ ፅልምት ምስ በለ እታ ናይ ፓወር ቦተን ከይፈነና እታ ናይ ድምፂ መወሰኺ ጥራይ ንቕይራ ማለት እዩ ካብታ መትሓት ድምፂ ዝፀንሐት ናብታ መወሰኺ ድምፂ ቀይርናያ ንዓ ድማ ፀቒጥናያ ንክቲ እንትም ንብል ክሳብቲ ናይ ኣንድሮይድ ሎጎ ዝመጣና ፀቒጥናያ እንትም ንብል ማለት እዩ ስለዚ እታ ክንገብር ኣለና እታ ናይ ፓወር በተን እታ ድምፂ መትሓቲ ጠዊቕናያ ትም ንብል እሞ ክሳብቲ ኣብ ሞባይል ትፅልምት ማለት እዩ ፅልምት ምስ በለት ቀልጢፍና እቲ ሓንቲ ኢድና እታ ናይ ፓወር በተን ከም ዘላታ ኮይና ንዓ ከይፈለና እታ ናይ ካብታ ድምፂ መታሓቲት ጥራይ ናብታ ድምፂ መወሰኺ ንቕይራ ማለት እዩ ንዐን ከዓ ክልቲኤን ፀቂጥናየን ትም ንብል ማለት እዩ ክሳብ ናይ ኣንድሮይድ ሎጎ ዝመፃና ንዐን ፀቂጥናየን ትም ንብል ብድሕሪኡ ከም ዝብል ክመፀና እዩ ማለት እዩ ከም ንሪኦ ዘለና እታ ናይ ኣንድሮይድ ሎጎ መፅያ ነይራ ንሳ ምስ መፀት ክንፍንዎ ንኽእል ኢና ብድሕሪኡ ከም ዝብል ሊስታ ክመፀና እዩ ማለት እዩ ብድሕሪ እዚ እንታይ ኢና ክንገብር በዚ ናይ ድምፂ መወሰኺ ወይ መትሓቲ በዚ ፀጋም ዘሎ በዚ ንሪኦ ዘለና በዚ ጌርና እቲ ክንመርፆ ዝደለና እቲ ማለት እቲ ተች ስክሪን ሕጂ እቲ ብኢድና ንጥው ክነበርና ስክሪን ስለ ዘይሰርሕ ንላዕልን ታሕቲ ክነብሎ ተዳደልና ወይ ክንመርፅ ሰለይቲ ክንገብር ተዳደልና እንታይ ኢና ክንጥቀም እቲ ድምፂ መትሓቲ ወይ ድማ ድምፂ መወሰኺ ዘሎ መጠወቒ ብኡ ኢና ክንጥብቕ ማለት እዩ። ስለዚ እንታይ ኢና ክንገብር ካብዚ ኣብዚኣ ዘላ መበል ራብዐይቲ ዘላ ምርጫ እዚኣ ዋይፕ ዳይታ ፋክተሪ ሪሰት ትብል ዘላ ናብኣ ኢና ክንመርፅ ማለት እዩ። ንሳ ንመርፅ ካብዚኣን እዚኣ ምርጫ ከም ንሪኦ ዘለና ድሕሪኡ እንታይ ኢና ክንገብር በታ ናይ እታ ናይ ፓወር በተን ጌርና ኢና ሽዑ እዚኣ ናይ ንወላዕላ ንጥፋእላ ብኣ ጌርና ኢና ኦኬ ንብላ ማለት እዩ ስለዚ ኣብዚ ሕጂ ግዜ እዛ ናይ መወልዕ ንጥፍእን ኦኬ ኢልና ንጥውቀላ እያ ኮይና ዘላ ማለት እዩ እተን ናይ ድምፂ መወስኽን መልዓልን ከዓ መምረፂ ናት ንላዕሊ ወይ ንታሕቲ ነብለን ማለት እዩ ስለዚ እዚኣ ክንዳ ኢና ድሕሪኡ ከም ዝብል ምርጫ ክመፀና እዩ ኩሉ ዝብኡ ዘሎ ክዲ ምሰ ዲካ ርግፀኛ ዲካ ዝብል ይብለና ኣሎ ኣነ እዛ ታሕተወይቲ መሪፅና እንደገና መሊስና ኣብዛ ናይ ፓወር በተን ንድውቕ ድሕሪኡ ከም ዝሪኦ ዘለና ኩሉ እቲ ኣብዛ ሞባይል ዘሎ ዳታ ኩሉ ደምሲሳቶ ኣላ ማለት እዩ ብድሕሪኡ ከምዚ ኢሉ ክመፀና እዩ

እዚ ሕጂ ንቁሩብ ግዜ ክወስድ ይኽእል እዩ ይፈላለዩ ማለት እዩ ነፍሲ ወከፍ ሞባይል ይፈላለያ እየን ገሊአን ቀልጢፈን ሪስታርት ወይ ሪቡት ክገብራ ይኽእላ እየን ገሊአን ከዓ ቁሩብ ግዜ ክወስዳ ይኽእላ እየን ስለዚ ዓቕሊ ጌርና ክንፅበ ኣለና ኣብዚ ማለት እዩ ንሪኦ ዘለና እቲ ኤንድሮይድ ሪስታርት ክኸውን እዩ ማለት እዩ ዳርጋ ቀሪባ ኣለዋ ክትስእ ማለት እዩ ያእ ብድሕሪኡ ከምዚ ኢሉ ክመጸና ኢዩ እቲ ናታ ከምታ ልክዕ ሓዳሽ ሞባይል ምስ ገዛእና ከም ብሓድሽ ክትከፍታ ከለካ ዝመጸካ ስክሪን ከምኡ ይመጸኒ ኣሎ ድሓር ኣብዚ እቲ ናይ ቋንቋ ምርጫ ሂብኒ ኣሎ ቋንቋ ክመርጽ እየ ማለት እዩ ኣነ ብሕጂ ግዜ እንግሊሽ ክገብሮ ኣለኹ እንካዕ በቲ ዝደለኹም መዓዲ ወይ በቲ ዝደለኹም ቋንቋ ክትገብርዎ ትኽእሉ ኢኹም። ብዙሕ ኣገዳሲ ኣይኮነን እዚ ከመይ ንዓኹም ይርደኣኩም እንታይ ሞባይልኩም ወይ ብከይ በየናይ ቋንቋ ትኽፈት እዩ እቲ ገዳሲ። ስለዚ ከምዚ ኣነ ቋንቋ ክመርጽ እየ። ድሕሪ ቋንቋ ምስ መረፅና ኔክስት ንብላ ማለት እዩ ድሕሪ ኣብ ዝጠበቕና መኪና እንደገና ኔክስት ንብላ ብድሕሪኡ እቲ ናይ ዘለናዮ ዋይፋይ ኮኔክሽን ክንባል እና ማለት እዩ ኮኔክት ክኾን ኣለዋ ናብ ዋይፋይ ኣብዚ ናተይ ዋይፋይ ደልየ እቲ ናተይ ፓስወርድ ክመለዮ ማለት እዩ ድሕሪኡ ኮኔክት ክትኾን እያ ማለት እዩ ስለዚ ንሕና ድማ ዘለናዮ ገዛ ይኹን ኣብ ካልእ ነገር ናትና ዋይፋይ ንመልኦ ማለት እዩ ብድሕሪኡ ናትና ዋይፊ ኮኔክት ምስ ገበርናያ ኣብዴት ክትገብር እያ ማለት እዩ ዝኾነ ዓይነት ኣብዴት ደልዩ ቸክ ክትገብር እያ ማለት እዩ እዛ ቁሩብ ክንፅበ ኣለና ገለ ሰከንድታት ማለት እዩ ክሳብ ካብ ሰከንድታት ክሳብ ቁሩብ ደቂቕ ክወስድ ይኽእል እዩ ብድሕሪኡ ከምዚ ዝብል ክመጸና እዩ ማለት እዩ። እዚ ከኣ እንታይ ይብለና ዘሎ ልክዕ ከምቲ መጀመርያ ክከፍታ ከለና ነቲ ኮድ ዝሓተተና ኣብዚ ከኣ እቲ ኮድ ክትመልኦ ኣለካ ይብላ ኣሎ ማለት እዩ። እዚ ሕጂ መብዛሕትኡ ግዜ ካብዘን ሓደሽቲ ሞባይላት እዮም ሓድሽ ምዕባለ ኣተኣታትዮሞ ማለት እዩ። ሞባይል በርከስ ዝኾነ ዓይነት ሰብ ዝኾነት ሞባይል ረኺቡ ወይ ሰሪቑ ከምዚ ገይሩ ሪሰት ገይሩ መታን ከይጥቀመላ ኢሎም ኤክስትራ ሴኪሪቲ ወሲኾምሉ ማለት እዩ። እዚ ከኣ እንታይ እዩ ክልተ ምርጫታት ጥራይ ከም ዘለካ ማለት እዩ እቲ ኮድ ተዘኪርካ ጽቡቅ ኣብዚ ሕጂ ግዜ ግን ናቲ ኮድ ረሲዕናዮ ኢና ዘለና ዝተጠቐምናሉ ናይ ስክሪንና ስለዚ ተዘይኮይኑ ከዓ እታ መጀመርያ ዝበልኩም ዓንድሮይድ ትህልወና ኣለዋ ዝበልኩም እታ ናይ ጉግል ኣካውንት ማለት እቲ ነዛ ሞባይል ክንከፍታ ከለና ዝተጠቐምናሉ ጉግል ኣካውንት ኣገዳሲ እዩ ዝተዘየሉ ክንከፍታ ይንኽእል ኢና ማለት ስለዚ እንታይ ኢና ክንገብር ኣብዚኣ ላዕለወይቲ ምርጫ ንሪኣ ዘለና ናይ ዩዝ ማይ ጉግል ኣካውንት ኢንስቴድ ትብል ዘላ ኣብኣ ኢና ክንጥዎ ማለት እዩ ተከስቲ እቲ ኮድ ስለ ዘይፈልጥናዮ ዘለና በቲ ጉግል ኣካውንት ጌርና ክንከፍቶ ደሊና ኣለና ኢና ክንብላ ማለት እዩ ኣብዚኣ ናይ ጉግል ኣካውንት ክትጥቀም ደልየ ኣለኹ ኢለ ኣብኣ ጠዊቕ ኣለኹ ማለት እዩ ኣብኣ ትጥውቕ ንስኹም ከዓ ብድሕሪ እቲ ናትና ናይ ጎግል ኣካውንት ሎጊን ንገብረሉ ስክሪን ከተምጻልና ክቡራት ተኸታተልቲ ክዛ ቪድዮ ክሳብ ሕጂ ትርእይዋ እንተ ኣለኹም ፕሊስ ሳብስክራይብ ላይክ ክትገብሩ የዘኻኽረኩም ከምዚ ገበርኩም ከኣ የቐንየለይ ካብ ልቤ ዘመስግነኩም እዚ ከዓ ልክዕ ከምቲ ቀዲመ ዝበልኩኹም ቁርብ ግዜ ክወስድ ይኽእል እዩ ድሕሪኡ ከም ዝብል ክመፀና እዩ ማለት እዩ እዚ ከዓ እንታይ እዩ ዘለና ዘሎ እዚኣ ሞባይል ብዘይ ማለት በቲ ስሩዕ ዘይኮነ መገዲ ስለ ሪሰት ኮይና ዘላሲ እቲ ናትካ ጉግል ኣካውንት ቅድም ዝኸፈትካሉ ጌርካ ቨሪፋይ ክትገብር ኣለካ ማለት እዩ ብኡ ጌርና ንስኻ ምዃንካ ክነረጋግጽ ብኡ ጌርካ ሎጊን ክትገብር ኣለካ ወይ ክትከፍቶ ኣለካ እዩ ዘሎ ከምቲ ቀዲመ ዝበልኩኹም ማለት እዩ ስለዚ እንታይ ክብል እንታይ ኢና ክንገብር ኣብዚኣ ኣብዚኣ ቦታ እዚኣ ማለት እዩ እታ ነዛ ሞባይል ክንከፍታ ከለና ዝተጠቐምናላ ጉግል ኣካውንት ጂሜል ማለት መብዛሕትኡ ግዜ ንጥቀመሉ ብኣ ጌርና ክሳብ እዚኣ ክንመልኣ ኣለና ማለት እዩ ስለዚ ኣነ ነዛ ሞባይል ክኸፍታ ከለኹ ተጠቐምኩሉ ጉግል ኣካውንት ኣቐሚጠ ስለ ዝፀናሕኩ ኣለኒ ማለት እዩ ንስኹም ድማ ከምኡ እቲ ናትኩም ኣካውንት ትዝክርዎ ተኮይንኩም ኣብዚኣ ትመልእዋ ማለት እዩ ኣነ ሕጂ እታ ኮድ እታ ናተይ ጂሜል ኣብዚኣ ክመልኣ እየ ብድሕሪኡ እቲ ናተይ ጉግል ኣካውንት ምስ መላእክዎ እቲ ፓስዎርድ ድማ ተሓተኒ ኣነ እቲ ኮድ ማለት እዩ ኮድ ካብኡ ይመሎ መሊሰ እቲ ኮድና ናይቲ ጂሜል ኣካውንት ናይቲ ጉግል ኣካውንትና ማለት እሱ ንመሎ እዩ ፓስዎርድ ኮድና ምስ መላእናዮ ኔክስት ንብላ ማለት እዩ ብድሕሪኡ ከም ንሪኦ ዘለና እቲ ናትና ብትኽክል እቲ ናትና ኮድ ወይ እቲ ናትና ጂሜል ኣካውንት እቲ ጉግል ኣካውንት ክንከፍታኸልና ተጠቒምናሉ ዝነበርና እንተ ደኣ መሊእናዮ ከም ዝብል ክመፀና እዩ ማለት እዩ እዚ ሕጂ ነቲ ናትካ ሪካቨር ንክኸውን ንድሓር ነቲ ኣካውንትካ ሪካቨር ንክትገብረሉ ሲ ዝኾነ ኣካውንት ወይ ዝኾነ ናምበር ቴለፎን ክትምዝግበሉ ትደሊ ዲኻ እዩ ዝበሎ ኣብዚ ሕጂ ግዜ ንዓይ እዚ ኣየገድሰኒ ንስኹም ኦኬ ክትገብርዎ ትኽእሉ ኢኹም ኣነ ግን ስኪፕ ክብላ እየ ነዚ ሕጂ ግዜ ኣገዳሲ ይኮነን ማለት እዩ ኣነ ግን እዚኣ ስኪፕ ኢለያ ኣለኹ ሪኦ ከም ዝብል ክመፀኒ እዩ እዚ ኣካውንት እዚኣ ከ ኣብዚኣ ሞባይል ኣድ ክትገብራ ደሊኻ ኣለኻ ዲኻስ ወላስ ካልእ ዓይነት ኣካውንት ዲኻ ክትጥቀም ደሊኻ ይብለኒ ኣሎ ማለት እዩ ምኽንያቱ እዛ ኣቐዲመ ዝመላእክዋ ጉግል ኣካውንት ንኽንከፍተላ ተጠቒምናላ ኢና። ንኽትክፈት ጥራይ እዩ ኣገዳሲ ነይሩ ማለት እዩ። እቲኣ ኣቐዲማ ብኣ ስለ ዝተኸፍተት ነይራ ሕጂ ድማ እቲ ኩሉ ተደምሲሱ ብኣ ጌራ እንደገና ንኽትክፈት እቲ ናይ ቀደም ጂሜል ስለ ዘድሊ ዝነበረ እሱ መሊእናዮ። እንተ ንኻብ ሕጂ ግን ካልእ ኣካውንት ክንጥቀም እንተ ደሊና ኣብቲ ኣመሪጽና ማለት እዩ ካልእ ኣካውንት ክንመልኣ ንኽእል ኢና ማለት እዩ ኣነ ግን እዚኣ ኣካውንት እዚኣ እንደገና መሊስካ ኣብዚኣ ሞባይል እዚኣ ኣድ ግበራ ካብዚኣ ሞባይል እዚኣ መዝግባ ስለ ዘለኹ ነዚኣ ኣብዚኣ ክትብቀ ማለት እዩ ብድሕሪኡ እቲ ኩሉ ዓይነት ኢንፎርሜሽን ናይቲ ኣካውንት ማለት እዩ ከምፅኦ እዩ እዚ ከማን ቁርብ ሰከንታት ክወስድ ይኽእል እዩ ብድሕሪኡ ከምዚ ዝብል ክመፀና እዩ ምርጫ ማለት እዚ ከዓ እንታይ እዩ ዘሎ ዝኾነ ዓይነ እቲ ዝኾነ ኮፒ ዝገበርናዮ ዳታ እንተ ተፀኒሑና ማለት እዩ ናብዚ መሊስና ከም ብሓድሽ ኣብዚ ሪካቨር ክንገብሮ እንተደልና ማለት እዩ ኮፒ ክንገብር ተደልና ማለት እዩ ካብ ካልእ ዓይነት ሞባይል ይኹን ወይ ካብ ካልእ ዓይነት ኣካውንት እንተ ዝኾነ ዓይነት ቁሙጥ ስእሊ ይኹን ቪድዮ እንተ ኣለና ናብዚ ትራንስፈር ክንገብሮ ተደልና እዩ ዘሎ ኣነ ብሕጂ ግዜ የብለይን ስለዚ እዚኣ ኮፒ ክገብር ኣይደልን እየ ኢለ ዘይኣፍትኡ ማለት እዩ ድሕሪ እቲ ኣካውንት ኣብኡ ኣድ ኮይኑ ከም ዘሎ እቲ ኣካውንት ኣድ ዝብል ከምዚ ኢሉ ክመፀና እዩ ማለት እዩ ድሕሪ ኣብዚ ምስ ጠወቕና እንደገና እቲ ኩሉ ናይቲ ኣካውንት ኢንፎ ወይ እቲ ኢንፎርሜሽን ናይቲ ኣካውንትና ኩሉ ደሊ ናብቲ ናብታ ሞባይልና ክመልሶ እዩ ማለት እዩ ስለዚ እዚ ከዓ ቁሩብ ሰከንድታት ክወስድ ይኽእል እዩ ቁሩብ ምፅባይ ከድልየና እዩ እዚ ከዓ ፕሊስ እዛ ቪድዮ ትሪእዋ ተለኹም ክሳብ ሕጂ ላይክ ሳብስክራይብ ክትገብሩ ብትሕትና ይሓትት እምበር ከቲ ላይክ እንተደኣ ጌርኩም እቲ ዩቱብ ከዓኒ እቲ ቪድዮ ብዝያዳ ንክረአ ንቕድሚት ስለ ዝደፍኦ ብጣዕሚ ሓጋዚ ስለዚ ላይክ ዘይገበርኩም ተለኹም ላይክ ክትገብሩ ብትሕትና ይሓተኩም እቶም ዝገበርኩም ከዓኒ የቐኔለይ ብጣዕሚ እየ ዘመስግነኩም መብዛሕትኡ ግዜ ኤክስትራ ተወሳኺ ናይ ጉግል ኣሲስተንት ገዳሲ ይኮነን ኣብዚ ከምዚ ገይረ ክሓልፎ እየ እንደገና እዚ ኩሉ ተወሳኺ ናይ ጉግል ኤክስትራ ዝመፅእ ጥቕሳ እዩ ድሕሪ መይሲ ከም ዝብል ክመፀና እዩ ኣብዚ ክትወቂ ብድሕሪ ከም ዝብል ክመፀና እዩ ንታሕቲ ስክሮል እንዳገበርና ንታሕቲ ንወርድ እሞ ብድሕሪ ኣብዚ ኣምጽኦ ንቕበሎ ማለት እዩ ብድሕርዚ ከም ዝብል ምርጫ ክመፀና እዚ እንታይ ድለና ዘሎ እቲ ከም ሞባይልናስ ኣብዚ ሕጂ ግዜ እቲ ዝነበረ ስክሪ እቲ ዝነበረ ኮድ ተደምሲሱ እንዲ ኮድ ክንገብረላ ገብረላ ትደሊ ዲኻ እዩ ዝብለና ዘሎ ንኣብነት ብዙሕ ምርጫ ሂብና ኣሎ እቲ ፒን ኮድ ወይ እቲ ፓስወርድ ወይ ድማ እቲ ፓተርን ማለት እዩ ዝሓፂጥካ ክትገብሮ

ዳርጋ ኣብ ናይ መወዳእታ በፂሕና ኣለና ማለት እዩ እዚ ኩሉ ከም ዝበልኩኹም ኣብዚ ኣብታ ናይታ ሞባይል ፍጥነት ዝተመርኮሰ ስለ ዝኾነ ኣብ ገሊኤን ሞባይል ብጣዕሚ ቅልጡፍ ክኸውን ይኽእል እዩ ገሊኤን ካብ ቁሩብ ዝሕል ዝበለ ክኸውን ይኽእል እዩ ፕሮሰስ ማለት እዩ ድሕሪ እዚ ከም ናይ መወዳእታ ስቴፕ መፅኣ ኣላ እዚኣ ትንሽ ክንላ ኢና ደሓር እንደገና እቲ ናይ ሳምሱንግ ኣካውንት ይሓተኒ ኣሎ ማለት እዩ እንተ ናይ ሳምሱንግ ኣካውንት ተለና ሎጊን ክንገብር ንኽእል ኢና ብዝተፈላለየ ምክንያት ጌርና ማለት እዩ ኣነ ግን ኣብዚ ሕጂ ግዜ ናይ ሳምሱንግ ኣካውንት ኣየድልየንን እዩ የብለይን ክፍታ ጥራይ ደልየ ዘለኹ ስኪፕ ክብላ እየ ማለት ብድሕሪኡ ከም ዝብል ክመፀና እዩ ማለት እዩ ኣብዚ ኣቶ ኦል ዳን ይብለና ኣሎ እዚ ካብ ኩሉ ከም ዝወዳእና ማለት እዩ ስለዚ ወዲና ኣለና ማለት እዩ ኣብዚኣ ጠዊቕና እቲያ ሞባይል ቶታሊ ተኸፊታ ኣላ ማለት እዩ ሕጂ ናይ መወዳእታ ክሳብ ትገብረ እያ ኩሉ እቲ ስታንዳርድ ዝኾነ እቲ ምስኣ ምስታ ሞባይል ዝመፅእ ኣፕሊኬሽናት ኣብዚ ክመፅእ እዩ እዚ እቲ ናይ ሲም ካርድ ኣእትየሉ ዘለኹ እዩ ኮንፊርሜሽን ዝሓተኒ ዘሎ ኦኬ ክብለ ድሕሪኡ ከም ንሪኦ ዘለና ኩሉ ዓይነት እቲ ኣፕሊኬሽን ማለት እቲ ምስኣ ዝመፀ ጥራይ ዘበለ ኣፕሊኬሽን መፂ ኣሎ እቲ ካልእ ኩሉ ነገር ተደምሲሱ እያ ሞባይል ግን እንደገና ካብቲ ተዓፅያቶ ዝነበረት ከም ብሓድሽ ከፊትና ክንጥቀመላ ከም ንኽእል ተኸፊታትና ኣላ ማለት እዩ ረዮ ከም ንሪኦ ዘለና ብፕሌይ ስቶር ኣትየ ኣለኹ ብዛኣቲና ዝደለናይ ዓይነት ኣፕሊኬሽን ከነወርድ ንኽእል ኢና ልክዕ ከምታ ሓዳሽ ሞባይል ምስ ገዛእናያ ትመጸና ማለት እዩ ጥራያ ኮይና እቲ ስእሊ ይኹን ካልእ ነገር ኩሉ ተደምሲሱ እዩ ግን እቲ ኮድ ስለ ዝተኸፍተ ከም ብሓድሽ ኩሉ ነገር ክንጥቀመላ ንኽእል ኢና ማለት እዩ ኩሉ እቲ ስታንዳርድ ዝኾነ ከም በዓል ዩቲብ ይኹን ካልእ ኖርማል ይሰርሕ እዩ እቲ ካልእ ነገር ግን ኩሉ ተደምሲሱ እዩ ማለት እቲ ናይ ቀደም ንጥቀመሉ ዝነበርና ብጀካ እቲ ኣካውንትና ማለት እቲ ናትና ጉግል ኣካውንት ብኡ ስለ ዝኸፈትናዮ እሱ ኣሎ ካልእ ግን ኩሉ ተደምሲሱ እዩ ማለት ስለዚ ከምዚ ጌርና እቲያ ሞባይልና ተዓፅያ ዝነበረት ሞባይልና ክንከፍታ ንኽእል ማለት እዩ ካብ መጀመርያ ክሳብ መወዳእታ እንተ እዛ ቪድዮ ተተኸታቲልኩማ ተስፋ ይገብር ልክዕ ምሳይ እንድሕር ስቴፕ ባይ ስቴፕ ክተብ ተፀኒሕኩም እቲኣ ተዓፅያ ዝፀንሐት ሞባይልኩም ምሳይ ተኸፊታትልኩም ክትከውን ማለት እዩ እንተ ደኣ ዝኾነ ነገር ኣብ መንጎ ተሒዝኩም ወይ ተዘይተኸፊታትልኩም ወይ ተኻልእ ዓይነት ሞዴል እንተ ደኣ ኮይና ኣብ ኮመንት ፀሓፍለይኹም ብዝያዳ ዝኾነ ነገር ተልዩ ክሕግዘኩም ክፍትን እየ ማለት እዩ እዛ ቪድዮ እንተ ሓጋዚት ኮይና ተረኪብኩማ ወይ ፈቲኹማ ማለት እዩ ላይክ ክትገብሩ ሸር ክትገብርዋ ምስ ካልኦት ሰባት የዘኻኽረኩም ሳብስክራይብ ዘይገበርኩም እንተኮይንኩም ከዓ ሳብስክራይብ ክትገብሩ ብትሕትና ይሓትት ማለት እዩ እትዮም ዝገበርኩም ከዓ ብልቢ እየ ዘመስግነኩም የቀኒለ ኣብ ካልእ ግዜ ብካልእ ቪድዮ ክሳብ ንራኸብ ብሩክ ቅነ ቻው